እዚ እሞ ናይ ብሓቂ እየ ዝነግረኩም ዘለኹ ዘገርም ስምዒት እዩ ኣብ ውሽጣ ዝፈጥረላ። ናይ ሎሚ ቪድዮ ኣወዳት ንደቂ ኣንስትዮ ንምጅንጃን ንነዊሕ ግዜ ዝተጠቀሙሉ ቃላት ኤክስፓየር ዝገብሮ መልእኽቲ ኢና ክንሰምዕ ናተይ ጽብቕቲ ብጀካኺ ካልእ ጓል ዘየላ ኣነ ዝደልየኪ ንቁምነገር እዩ በጃኺ ካልእ ጓል ከምዚ ጌረ ኣፍቂረ ይፈልጥንየ እዚ ቃላት እዚ ዳርጋ ናብ ኩላትና ኣዋልድ በጺሑ እዩ በዚ እዩ ድማ ልሙድ ወይ ዘሰልቹ ቃላት ዝኾነና ብፍላይ ሓደ ሓደ ኣወዳት ሓደ ክልተ መዓልቲ ተፋሊጦም ነዚ ቃል እዚ ከውጽ ከለዉ ዝኾነት ጓል ናይ ልብኻ ከም ዘይኮነ ትፈልጦ እያ ይኹን እምበር እቲ ናይ በሓቂ ዘፍቀረና ወይ ምስቲ ናይ በሓቂ ልቢ ንልቢ ዝተጋጠምናዮ ወዲ ኣብቲ ትኽክለኛ ግዜ ዝወጽእ ቃላት ግን ልብና እዩ ዘምክኾ ምኽንያቱ ናይ በሓቂ ካብ ልቢ ዝነቐለ ስለ ዝኾነ ሎሚ ንሓቶ ሕቶ ኣየኖት ቃላት ደኣሎም ናይ ብሓቂ ሓንቲ ጓል ክትሰምዖም ትምነዮም ብፍላይ ድማ ኣብ ቃላት ኣቓልቦ ትገብር ጓል እንታይ እዩ ትርጉም ዝህባ ጽቡቕ ጌርና ክንርኢ ኢና ንሓንቲ ጓል ከይተንከፋ ዘይሓልፍ ቃል እየ ክነግረኩም ሄቨን እየ ምሳኹም ዘለኹ ከመይ ኣለኹም እንቋዕ ብደሓን ናብ ቻነል መጻኹም እንዳበልኩ ናብ ቻነል ሓደሽ እንተለኹም ሳብስክራይብ ክትገብሩ ብትሕትና እዕድመኩም። ነቲ በብጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክትታል። ቀዳማይ ምሳኺ ዘሕልፎ ግዜ ብጣዕሚ እየ ዝፈትዎን ዝናፍቖን ዓቢ ቦታ እየ ዝህቦ ዝብል ዘረባ ተጠቀም። እዚ ብደስ ዝበለካ መንገዲ ክትገልጾ ትኽእል ኢኻ። ብሓፈሻ ምስኣ ተሕልፎ ግዜ ከም ትናፍቖን ከም ትህንጠዮን ዘየጣዕሰካ ግዜ ምዃኑ ንሓንቲ ጓል ምንጋር ልባ ብጣዕሚ እዩ ዝትንክፋ። ንዘፍቅራ ጓል ወይ ድማ ንፍቕሪ ዝሓታ ዘለኹ ጓል ካባይ ክትሰምዖ ትደልዮ ቃል እንታይ እዩ እንተልካ እዚ ሓደ ካብቲ ጓል ክትሰምዖ ትብህጎ ቃላት እዩ። መዓስ ኢና ብሓንሳብ ግዜ ክነሕልፍ ክንራኸብ ብሃንቀውታ እንዳተጸበኹ እየ ኢልካ ንገራ። እዚ ሕቶ እዚ ኣብ ውሽጣ ዝኾነ ስምዒት ክፈጥረላ እዩ። እዚ ኣባና ኣብ ደቂ ኣንስትዮ ዘሎ ባህሪ እዩ። ተዘይኮይኑ ንሓንቲ ዘፍቀርካያ ወይ ትሓታ ዘለኻ ጓል ግጥሚ ምንባብ፣ ወይ ድማ እቲ ንብዙሕ ግዜ ንብዙሓት ኣዋዳት ዝደጋገም ፍሉጥ ቃላት ምዝራብ ኣየድልየካን እዩ። እንታይ ደኣ ትርጉም ዘለዎ ኣብ ልቢ ኣትዩ ምላሽ ዝህብ። ሓደ ሓደ ደቂ ተባዕትዮ ንፋዓት ኣለዉ ነዚ ዝጥቀምሉ። ሓደ ሓደ ድማ በቃ ነተን ዝደጋገማ ቃላት ምድግጋም እዩ ዝፈልጥ። እዚ ድማ። ኣሰልቻዊ ትርጉም ዘይህብ እዩ ዝኸውን። ንሓንቲ ኣብ ጥቓኻ ዘላ ጓል ምስኣ ተሕልፎ ግዜ ከም ትብህጎ፣ ዓቢ ዋጋ ከም ትህቦ፣ ምስኣ ክተሕልፎ ዝሓሰብካዮ ግዜ ብጣዕሚ ከም ትህንጠዮን ብቓላትካ ምስ ትነግራ ብጣዕሚ ብልቢ እያ ትሕጎስ። ኣብ ልባ ድማ ቀዳማይ ቦታ እያ ትህበካ። ብልባ ንዓይ ዓቢ ቦታ ሂብኒ እዩ፣ ምሳይ ዘሕልፎ ግዜ ይፈትዎ እዩ እያ ትብል። ማንም ጓል ምስ ኣፍቃሪኣ ወይ ድማ ምስቲ ኣፍቃሪኣ ክኸውን ዝደሊ ወዲ ነዊሕ ግዜ ክተጥፍኣ ትደሊ። ስለዚ ምስኣ ተሕልፎ ግዜ ከም ትናፍቖን ከም ትብህጎን ብቓላትካ ንገራ። ካልኣይ፣ ናይ ማንም ጓል ልቢ ዝትንክፍ ቃል ጽብቕቲ ምዃና ምስ ትነግራ እዩ። ኣፍቃሪትካ ትኹን በዓልቲ ቤትካ ወይ ድማ ናይ ደቅኻ ኣደ ንነዊሕ ግዜ ምሳኻ ትነብር ዘላ ትኹን ብቐጻሊ፣ ከመይ ጽብቅቲ ምኻና ምስ ትነግራ ብጣዕሚ ኢንስፓየር ዝገብራ እዚ ዝኾነት ጓል እያ ክትሰምዖ ትደሊ ብፍላይ ድማ ደጋዊ መልክዓ ጠራይ ዘይኮነ ውሽጣዊ ጽባቄኣ ኣተሓሳስባኣ ልቦናኣ ነዚ ክትገድፍ ትፈትን እዚ ብናይ ደቂ ኣንስትዮ ባህሪ ወይ ኣተሓሳስባ እየ ዝነግረኩም ዘለኹ እመኑኒ በዚ ፖዘቲቭ ዝኾነ ኣተሓሳስባ ምልክዕትን ለባምን ስማርት ምዃና ምስ ትነግራ ዓይነይቲ ጓል እያ ምሳኻ ክትከውን ዘይትደሊ ዝኾነት ጓል እያ ዓቢ ቦታ ትበካ ሳልሳይ ንማንም ጓል ኣንስተይቲ ልባ ዝትንክፍ ቃል ናፊቐኪ ዝብል ቃል ከም ዝተናፈቐት ክስምዓ ዘይትደሊ ጓል የላን። ኣፍቃሪትካ ክትከውን ትኽእል እያ፣ በዓልቲ ቤትካ ክትከውን ትኽእል። እዚ ናፊቐኪ ዝብል ቃል ተጠቂምካ ኣብ ልባ ዝገርም ስምዒት እዩ ዝፈጥር። ኣነ ክሰምዖ ዝደሊ ኣፍቃርየይ ነቲ ምሳይ ዝገብሮ ዝኾነ ይኹን ነገር ከም ዝናፍቖ ክነግረኒ ከሎ እዩ። ከምዚ ክኸውን መዓልታት ኣዋርሕ ክትፈላለዩ ግድን ኣይኮነን። ዋላ መዓልቲ መዓልቲ እንዳተረኣኣኹም ነዚ ናፊቐኪ ዝብል ቃል ክትጥቀም ትኽእል ኢኻ። እንታይ ዓይነት ቦታ ሂብኒ ኣሎ ዝብል ሕቶ እዩ ዝፈጥረላ። ብዛዕባ ናይ ደቂ ኣንስትዮ ባህርያት ብሓቂ እየ ዝነግረኩም ዘለኹ። በዓልቲ ቤትካ ንግሆ ተፈሊኻያ ምሸት ክትረኽባ እንከለኻ ከም ትናፍቓ ቴክስት ግበረላ ወይ ድማ ገዛ ምስ ተመለስካ ናፊቕካያ ከም ዝወዓልካ ንገራ። እዚ እሞ ናይ ብሓቂ እየ ዝነግረኩም ዘለኹ ዘገርም ስምዒት እዩ ኣብ ውሽጣ ዝፈጥረላ። ከም ትናፍቑና ክትነግሩና እንከለኹም ፍሉይ ስምዒት እዩ ዝስመዓና። ስለዚ። ነታ ምሳኻ ዘላ ሓዳሽ ኣፍቃሪትካ ወይ ድማ ነታ ንነዊሕ ዓመታት ምሳኻ ብሓንሳብ ዘላ በዓልቲ ቤትካ ነዚ ቃላት እዚ ንገራ። ከም ትናፍቓ ኩሉ ግዜ ንገራ። መቸም ከም ወዲ መጠን ክኸብደካ ክእል እዩ ይርደኣኒ። ሕጂ ሕጂ ርእየያ ከመይ ኢለ እየ ናፊቐኪ ዝብላ ክትብል ትኽእል ኢኻ። ዘይክትኣምነካ ኮይኑ እውን ክስምዓካ ይኽእል እዩ። ናይ ደቂ ተባዕትዮ ኣተሓሳስባ ማለት እዩ እዚ። ግን ኣብቲ ናታ ስምዒት ወሪድካ እዚ ቃል እዚ ምጥቃም እዩ ዘለካ። በዚ ድማ ነታ ትፈትዋ ጓል ልባ ክተሕጉስ፣ ጽቡቕ ስምዒት ከም ዝስምዓ ክትገብር ትኽእል። ራብዓይ፣ ናትኪ'የ ዝብል ቃል ካብቲ ቀንዲ ዘሐጉሰና ቃል እዩ። ነቲ ዘሰልቹ ዝበልናዮ ቃል እዩ ዝመስል። ቅድሚ ሕጂ ከምዚ ምስ ካልእ ሰብ ከምዚ ተሰሚዕኒ ኣይፈልጥን'ዩ፣ ንስኺ ፍልይቲ ኢኺ ዝብል ድራማ ዝመስል ቃል ሓቂ ዘየምስል ካብ ምጥቃም ሓጺር ዘረባ ኣነ ናትኪ'የ በላ። ነዚ ሓቂ ዝመስል ቃል ተሰሚዓ፣ ክትኣምነከ ስለ ዝፈትወኪ እቲ ዝበልክኒ ግዜ ክጽበ ክእል እየ ምክንያቱ ናይ ብሓቂ ከም ዘፍቀርካያ እንተ ፈሊጣ ተስፋ ከም ዘይትቆርጽ ክሳብ መወዳእታ ከም ትጽበ እያ ትፈል ኣነ ናትኪየ ካባኪ ወጻኢ ናብ ማንም ጓል ኣይከይድንየ ዝብል ቃል ተደጋጊምካላ ወላ ተጋጨዉ ተባኣሱ ናታ ምኳንካ ብርግጽ ተፈሊጣ እቲ ባእስን ኩራን ግዝያዊ ነገር እዩ ዝከዉን ብቀሊሉ ዝፈልየኩም ሓይሊ ዉን የለን ስለዚ ብሓፈሻ ቃላት ምምራጽ ጥራይ ዘይኮነ ሓቂ ነገር ንገራ እቲ ናይ ብሓቂ ትነብሮ ብሓቂ ዘለካ ስምዒት ንገራ ነዚ ነገር እዚ እንተ ፈሊጣቶ ተተረዲእዋ ንኩሉ ግዜ ምሳካ ከም ትነብር ኣይትጠራጠር ሓምሻይ ኣየናይ ክፋል ሂወታ መጀመርያ ከም ዝሰሓበካ ኩሉ ግዜ ድማ ናታ ትፈትዎ ነገራት ብዝርዝር ንገራ እዚ ንዓኣ ውሽጣዊ ሓጎስን ምትእምማንን እዩ ዝፈጥረላ። እዚ ምስ ትነግራ ብዛዕባኣ ዘለካ ተገዳስነትን ብዛዕባኣ ዝያዳ ከም ትሓስብን እያ ተስተውዕል። ኣብ ናይ ክልቴኹም ዝግበር ዕላል እውን ብዛዕባ እዚ ነገር እዚ ኣልዒልካ ክትነግራ እንከለኻ ዕላልኩም ምቁር እዩ ዝኸውን። መቸም ዋላ ንሳ ሰበይትኻ ንዓኻ ትኽደኖ ትሰርሖ ኩሉ ነገር ክተድንቐልካ ከላ ከመይ ከም ዝስምዓካ ትፈልጦ ኢኻ። ካልእ ድማ ዝገበርካ እንተገበርካ ንዓኣ ንምሕጓስ ዋላ እንተጸዓርካ ዋላ ሓንቲ ግብረ መልሲ ዘይትህብ። ናይ ሓጎስ ድዩ ናይ ምስጋና ግብረ መልሲ ዘይተርኢ ጓል ሕሰቦ እንታይ ዓይነት ሂወት ከም ትበካ ስለዚ ስምዒታ ኩሉ ግዜ ንምሕዳስ ናታ እትፈትዎ ነገር ንስካ ብዝርዝር ንገራ ሓጎስ ጥራይ ዘይኮነ ዝህባ ፍሽክ ውን የብላ እዩ ቀጻሊ ፍሽክ ተብላ ወዲ እንተኮይንካ ድማ መን ጓል እያ ከምኡ ዘይትደሊ።